ሰላም ሰላም ደቂ ዓበይቲ ከመይ ቀኒኹም? ቆልዑ ገጽካ ሸፊንካ እምቧሕ እንድሕር ኢልካዮም ይስሕቁ። ሙሉእ መዓልቲ እምቧሕ ክትብሎም ተውዒልካ ሙሉእ መዓልቲ ክስሕቁ ይውዕሉ። እዚ ሕጂ ዘለናዮ ሸንኮለል ከኣ እቲ ናይ ቀደም ገዲፍካ እዞም መራሕትና ዝጻወትዎ ዘለዉ እምቧሕ እምቧሕ ብ ክልተ ሽሕን ዓሰርተ ሸሞንተን ዝጀመረ እዩ። ፒካቡ ኣብይ መጀመርያ ነስመራ ክኸይድ ከሎ ናይ ክልተ ውልቀ ሰባት ስምምዕ ገይሩ እዩ ተመሊሱ። ምስ ህዝቢ ዝተገብረ ነገር የለን። ብትካላት ዝጸደቐ ወይ ብትካላት ዝተደገፈ ኣይኮነን ነይሩ። ንኣቀባብላ ክንደይ'ኳ ብክልቲኡ ሸነኽ ዝነበረ ህዝቢ ናይ ኢትዮጵያን ናይ ኤርትራን ተሓጒሱ ሰላም ክኸውን እዩ፣ መጨረሽኡስ ኳሕኳሕ ከይሰማዕና ክንነብር ኢና ዝብል ተስፋ ነይሩዎ። ወራቲ ከረሓሕቐካ ዝኽእል ናይ ወዲ ሰብ ባህርያት ተደምሲሱ። መጀመርያ ኢሳያስ ኣብ ገዝኡ ተቐቢሉ። እዚ ወዲ ገዛ ሓወይ ማለት እዩ፣ ክብረት እዩ። ኣስካሉ። ቡን ተቐበል ነይራ። ኣብኡ እውን ካብ መን ሓሚቐ ኢሉን ሰፍ እልዒሉ ቅጫ ይዕድል ነይሩ። ኩሉ እቲ ህዝቢ ሎምስ ብሓቂ ዘመን ዕርቂ መፂኡና፣ እቲ ናይ ውግእን ወረ ውግእን ዝነበረ ኩነታት ኣሕሊፍናዮ ኢሉ ተሓጒሱ። ዋላ እቲ ውሩይ ደራፋይ ወዲ ትኹል፣ ኣሰይ ኣሰይ ውሕጅ ወሲድዎ እቲ ናይ ቀደም ዶ እቲ ሓዲሽ መፂኡና ኣሎ ዶ ወለላ መዓር ገለ ኢሉስ ኣፀባቢቑ ኣሰይ ኣሰይ እንዳበለ ደሪፉሉ። መብዛሕቱ ሰብ ግን ብቕንዕና ተቐቢልዎ ስለ ዝነበረ ፕሮፖጋንዳ ምዃኑ ኣየስተብሃለሉን። ነዚ ወጃዕጃዕ ርእዩ፣ ተዓሽዩ፣ ተቐቢልዎ፣ ተስፋ ገይሩ። እቲ ብትሕቲኡ ዝነበረ ዘይተዓረየ ነገራትን ዘይተዓርቀ ነገራትን ግን ብዙሕ ኣየስተብሃለሉን። ብሕልፊ ከኣ ከምዚ ናይ ወዲ ትኹል ደርፊ ከኣ ከምዚ ብጽቡቕ ሕልና ተቐቢልዎ ደኣምበር ፕሮፖጋንዳ ምዃኑ ዝፈልጦ ብዙሕ ሰብ የለን። ክትዕ ወረ እግሪ ከበሮ ንሕጂ ሰመረ ኣሰይ ኣሰይ ክትዕ ወረ እግሪ ከበሮ ንሕጂ ሰመረ ኣሰይ ኣሰይ ሕጂ መ እቲ ዝነበረ ተስፋ ኩሉ ኣብ ስምዒታዊ ደኣ እምበር ኣብ ድልዱል መሰረት ዝተተኽለ ኣይነበረን። ናይቲ ዓሰርተታት ዓመት ዝወሰደ ጽልኢ፣ ምዕራቕ፣ ናይ ዶብ ነገር፣ ምጽፋፍ፣ ናይ ንግዲ ስምምዓት ምጽፋፍ፣ ገለ ናይ ፖለቲካ መተንፈሲ ዝኸውን ቦታ ምኽፋት እዚ ኣይሓሰብሉን፣ ጽገና ኣይሓሰቡን። ኢሳያስ ድማ ነታ ናይ ኣቢይ ብጽሖት ክመልስ ኣዲስ ኣበባ ከይዱ። ክንደይ ኣብኡ ከኣ ይወጃዕጃዕ ርኢኹሞ ኢኹም፣ ሓጎስ ዝነበረ ርኢኹሞ ኢኹም፣ ክሳብ ብስምዒት ተሳሒቡ ኢሳያስ መራሒና ኢሉ። ሸይሞ ኣብ ኢዱ ዘየሎ መሪሕነት ዓዲልዎ። ንዘስተብህል ሰብ ግን እዚ ኩሉ ምልዮናት ሰብ ብርኪ ኢድ ዘይብሉ ዕርቂ ዝግበር ኣብ መንጎ ክልተ ሰብኣይሲ እንታይ ዓይነት እዩ ኢሎም ኣስደሚምዎ ነይሩ። ዝኾነ ዝግበር ነገር እንድሕር ኣሎ ወኪል ንስኻ ኢኻ፣ ንስኻ ኢኻ ኣብ መርሓና። ህዝቢ ንሰላም ብሃንቀውታ ዝጽበ ስለ ዝነበረ፣ ንሱ ስለ ዝደመየ፣ በዓል ብርኪ ስለ ዝኾነ፣ ሕማቑን ጽቡቑን ኣብኡ ስለ ዝወርድ ተቐቢልዎ ነይሩ ብቕንዕና። ግን ክሓታ ዝነበሮ ዘይሓተታ ነገር ከኣ ነይራ። እንታይ ዓይነት ሰላም እዩ ብውልቀ ሰባት ዝግበር? እንታይ ዓይነት ሰላም እዩ መንጎ ክልተ ሃገራት ሕገ መንግስቲ ዘይብሉ? ዝተጠራጠረ ሰብ እውን ውሕድ እዩ ነይሩ። ጸጋ ናይ ክልቲኡ ሃገር ከኣ ነቲ ተባሂሉ ዘሎ ስምምዕ ከዕርዮ ወይ ከደንፍዖ ክንዲ ዝፍትን ኣብ ውግእ ተጸሚዱ። እቶም ሓሽካር ናይ ኤርትራን ናይ ኢትዮጵያን ርክብ ዝፈልጡ ዝነበሩ ግን እቲ ጸጋኒ ዝመስል ቁመንኡ ቀልጢፉ ናብ ተዋጋኣይ ቁመና ተቐይሩ። ጸቕጢ ናይ ህይወት ከኣ እንዳኸበደ ከይዱ። ሽዑ ውግእ ትግራይ ተወሊዑ። ወላ እቲ ዝጠራጠር ዝነበረ ሰብ እውን ኣበይ ከም ዝኸይድ ዘሎ ኩነታት ኣጸቢቑ ከስተብህለሉ ክኢሉ። ኣብይ ነቲ ዝነበሮ ስተፋ ደርብዩ ናይ ወታደር ክዳን ተኸዲኑ ኣብ ዓውደ ውግእ ክኸይድ ግዜ ወሰደሉን። ነቲ ኣዛዚ ናይ ውግኣኡ ዝነበረ ሓቲትዎ ክንደይ ሰብ ወደ ኣጥፊእና ዓሰርተ በሎ። ሺህ ኣካባቢ። ዓሰርተ ሽሕ ህይወት ዝኾኑ ኣጥፊእና ኢልዎ። እቲ ህይወት ሰብ ኣብ ቁጽሪ ኣብ ኣሃዛት ክቕየር ከሎ ቀሊል እዩ ክትቅበሎ። ክንደይ ቤተሰብ ከም ዘለዎም ክንደይ ህይወት ከም ዝጠፍኤ ኣዕሚቕካ ብቕንዕና እንድሕር ሓሲብካዮ እቲ ጉድኣት ዓቢ እዩ ነይሩ። ኣብ ርእሲኡ ከኣ ገና እቲ ኣርብዓ ሓምሳ ዓመት ዝወሰደ ህልቂት ክሳብ ንሱ እውን ኣይተዓጽወን ብግቡእ። እንዳገደደ ከይዱ እምብልታ ውግእ ተነፊሑ። ኣብይ ከኣ ከምታ ተሃንጥዮም ናይ ሰላም ሽልማት ዝሃብዎ እንዳ ኖበል ሕጂ ከኣ እንዳ ኖበል ባዕሎም ናይ ውግእ ሽልማት ክቡኒ እዮም ኢሉ ዝጽበ ዝነበረ ይመስል። እቲ ውግእ ክሳብ ክንድምንታይ ሳዕቤን ከም ዘለዎ ግን ቀልጢፉ ተራእይዎ። ኣብ ኣማኻሪ ፓርላማ ሓደ ግዜ ኦዲተር መጺኡ ከም ኢትዮጵያን ዝተዛረቦ፣ መምራት ኣንድ ሚልዮን ጉንዳን ተሸክሞ መሄድ ነው እንጂ ትርፍ ኣደለም። እንድሕር ከም ጻጸ ትርእዮ ኮንካ እቲ ህዝቢ ሞይቱ ኢልካስ ኣይትሓዝንን ኢኻ። ከም ጻጸ ከይትርገጽ ተኣለየ ዝብሎ ዘጠንቅቆ ሰብ ኣይረኸበን። እንተ ተባህለ እውን ዝኸደሉ ቦታ ኣይነበሮን ምኽንያቱ ኣብ ሃገሩ እዩ ዘሎ። እሞ ጻጸ ሞይቶም ተጨፍሊቆም ኢሉ ዝበኪ ሰብ ኣሎ ዶ? ኣብ እሞ ከኣ መዓት ወጃዕጃዕ ዘለዎ እዛ ውግእሲ ተሃንጥዩላ እዩ ነይሩ።

ከም ኣባጊዕ ክንሓተሉን ከነስቆርቁረሉን ዝግባኣና ነገር ግን ክሳብ ሕጂ ዝተመልከትናዮ ኣይንመስልን። ከምዚ እዚ ኩሉ ህይወት ዝጠፍኤ ምእንቲ ቅዱስ ዕላማ ነይሩ እዩ። እዞም ኩሎም ዝጠፍኡ ሰባት ቅዱስ ስራሕ ንስራሕ ኣለና እዮም ዝብሉ ነይሮም። ግን ዝኾነ ቅዱስ ውግእ ወይ ቅዱስ ግጥምያ ሰብ ክሃልቕ ኣለዎ ማለት እዩ? ካብ ዓቐን ንላዕሊ ደም ከተፍስሰሉ ኣለካ ዶ ማለት እዩ? ሕጽኖት እምበኣር ቀልጢፉ ተወዲኡ። እቲ በስመራ ዝተጀመረ ሕጽኖት ቀልጢፉ ነዲስ ኣበባ ሰጊሩ ካልእ ከተማታት እውን ሰጊሩ ኣብ ኩሉ ተጸንቢሉ። ግን ድማ ትካላዊ ባይታ ስለ ዘይነበሮ ኣብዚ በጺሕናዮ ዘለና በጺሑ። ዝኾነ ለውጢ ክግበር ከሎ ኣብ ሃገራት በቲ መሪሕነት እዩ ዝጅምር። ቀንዲ ስራሕ ናይተን መንግስትታት ይኸውን። ወፈራ፣ ተዓለም፣ ጋማ በል፣ ዕጠቕ፣ ተቐረብ፣ ኪድ ውፈር። እዚ ከምዚ ደማዊ ግርጭታት ነቲ መንግስታት የሐይሎ እዩ ምኽንያቱ ነቲ ሰብ ይቆጻጸሮ መጽዋ ጠፋእካ ኣጥፉኡኻ ወረሩኻ ከምኡ እንዳተባህለ እዩ እቲ ሰብ ዝለዓዓል ዝፈሪ ሽዑ ብ ዝኾነ ሂወቱ ዘጥፍእ። እዚ ግን ነቲ ውግእ ኩሉ ዝገልጽ ኣይኮነን እንታይ ደኣ ቁሩብ ሓበሬታ ይበና። እቲ ዘሎ ቅርጻዊ ጸገማት ኣብዚ ዞባና ንዕኡ ኣጸቢቑ የብርሃልና። ኣብይ ብሽልማት ሰላም ዝተላለናዮ ሰብ ቀንዲ መራሒ ውግእ ኮይኑ። እዚ ግን ናይ በይኑ ባህርያት ኣይኮነን ናይ ህዝቡን ናይ ቦትኡን ባህርያት እዩ ዝንጸባርቕ። መንግስታት ዞባና ከኣ ብኸምዝን ወዲ ከምዝን ብደም ምፍሳስ እየን ዝገዝኣ። ተኽለኣብ ውግእ ወሊዑ ወይ ቀኛዝማች እከለ ወይ ሼኽ እከለ ውግእ ወሊዑ ዝበሃል ነገር የሉን። መንግስታት እየን ዝውልዕኦ ውግእ። ከዘኻኽረኩም ከኣኒ እዚ ውጽኢት ኮይኑ ሳብስክራይብ ግበሩ፣ ላይክ ግበሩ፣ ገለ ግበሩ፣ ተሓባበሩና። የቐንየለይ። እቶም ዝድግፉ ከኣኒ ገሊኣቶም እንዳተሰከፉ ዝድግፉ ኣለው፣ ገሊኣቶም ከኣ ድሕሪ እቲ ውግእ ዝመጽእ ለውጥታትሲ ኣብኡ ኣባል ክኸውን ኣለኒ፣ ኣብኡ ጥቕሚ ክህልወኒ ኣሎ ኢሎም ዝጽበዩ ሰባት እዮም። ብናይ በለጽ ዓይኒ ዝርእይዎ ሰባት እውን ኣለው፣ ንሶም ይበዝሑ። ህዝቢ ጥቕሙን ራህውኡን ጸግኡን ካብ መንግስቲ ጥራሕ ክጽበዮ ከሎ እዚ እዩ ውጽኢቱ። ግን ሃገሩን መንግስቱን ባዕሉ ክውንን እንከሎ ኣብ ደም ምጥፋእ ኣይከይድን እዩ። ነዚ ዘበላሽዎ እውን ኣሎ፣ ወተሃደራዊ ቋንቋ፣ Military Speak። እቲ ውግእ እንዳኸረረ ኣብ ዝኸደ፣ ቋንቋ ናይ ኢሳያስን ናይ ኣብን ሓደ እንዳኾነ መጺኡ። እቲ ቀንኦም ሓደ፣ እቲ ዕላምኦም ሓደ፣ ቀንዲ ከምዚ ዓይነት ስርዓታት ዝግደሰለን ከኣ ጸጥታን ስልጣንን እየን። ነዚ ዝተቓወመ ከኣ ከም ጸላኢ እምበር ከም ሕማቕ ርእዩ ዘጠንቅቕ ዘሎ ኣይቁጸርን እዩ። ዝኾነ ድማ ነዚታት ዘቃልሕ ወይ ጌጋ ዝብል እንተተረኺቡ፣ ተቓዋማይ እዩ of course ነቲ ስርዓት ስለ ዝቃወም እዩ ከምኡ ዝብል ዘሎ ግን ከም ጸላኢ እዩ ዝርእ ከም ተወዳዳሪ እንተ ተራእዩ መሰል ኣለዎ ክወዳደር ስለምንታይ እዩ ዘይወዳደር? ከምዚ ህውከትን ነውጽን ጥፍኣትን ክበዝሕ እንከሎ ከኣ ዝኾነ ሰብ ካብዚ ንላዕልስ ምግባር ክጠፍኣኒ ኢሉ ይመጣጠር ተቓዋማይ እዩ ዝኸውን። ሽዑ ንሳቶም ከምዛ ምርጫ ዝኣምኑ ከምዛ ተቓውሞ ዝኣምኑ ከምኡ ኮይኖም ይቐርቡ። ዝኾነ ዝመጸ ብድሆታት ከኣ ንሕና ኣካላቱ ኢና ንሕና ውን ኣጥፊእና ኢና ተጋጊና ኢና ዝብል የለን ኩሉ ግዜ ንደገ ደርቢኻ ንነብስኻ ከምዚ ሓደ መልኣኽ ቆጺርካ እቲ ጌጋ ኩሉ ኣብ ካልእ ሰብ ተውርዶ። ውደባታት ብውሱን ኣካል እየን ዝካየዳ እዚ ኣካል እዚ ካብታ ሃገር ንላዕሊ ጌርካ ትቆጽሮ እንተኾንካ ጥፍኣት እታ ሃገር ኣብኡ እዩ ዝጅምር። ንኣብነት ደድሕሪ ነጻነት ኢሳያስ ዝተዛረቦ ዘረባ ሽዑ ኢና ክንጥንቀቕ ዝነበረና ምኽንያቱ ክሳብ ሕጂ ከምኡ እዩ ዝገብር ዘሎ። ንህዝባዊ ግንባር ከኣ ከም ሰልፊ ኣይርእዮናን። ህዝባዊ ግንባር ንዓይ ሰልፊ ኣይኮነን። ህዝባዊ ግንባር ሃገር እዩ። እዚ ዘረባ እዚ መግለጺ ናይ ዲፕሎማሲያ ኢሳያስን ህግደፍን ኮይኑ። ወላ ብ ኤኮኖሚ ከማን ከይመሓየሽ እቲ ሰብ ሰሪሑ ጽዒሩ ከይበልዕ ከይህብትም ከይ ጸጋታት ከይገብር ዝኽልክሎ ሓይልታት ኣሎ። መጀመርያ እቲ መንግስቲ መወዳድርቲ። ህዝቢ እዩ እቲ ንግዲ በይኑ ጨቢጥዎ ሞኖፖሊ እዩ ገይርዎ ዘሎ ስለዚ እቲ ካልእ ህዝቢ ዕድል የብሉን። ከምዚ ጎዲሉኒ ከምዚ ጎዲሉኒ እንተበለ ከኣ ከምዛ ካብ ነብሱ ክዛረብ ዘይክእል እከለ ድዩ ኢሉካ እከለ ድዮም ልኢኾምኻ እከለ ድዩ ሰይዱካ እንዳበልካ ትሪቪያላይዝ ዝገብርዎ። ኣብ ኤርትራ ናይ ኤኮኖሚክ ፖሊሲ ምስቲ ፖለቲካ ናይቲ ስርዓት ዝተተሓሓዘ እዩ። ኣብ ኢትዮጵያ ከኣ ዋላ ዝሰፈሐ ኤኮኖሚ ይሃልዎም ዝዓበየ ሃገር ይሃልዎም ዘይምርግጋእ ነቲ ኢንቨስተር ከተባብዖ ኣይክእልን እዩ ኩሉ እዩ ዝሃድም ገንዘቡ ሒዙ ኣብ ከምዚ ኩነታት ከጥፍእ ዝደሊ የለን እንታይ ድኣ ጥቅሚ ምስቲ ስርዓት ዘለዎ ምክንያቱ ኩሉ ሰብ ምስ ስርዓት እንድሕር ለጊቡ ነቲ ስርዓት ደው ከብሎ ክእል እየ ኢሉ እዩ ዝተኣማመን ብሕልፊ ገንዘብ እንተለዎ ቀንዲ ናይ ኢትዮጵያ ጸገም ግን ኣብ ከተማ ዝዓለመ ልምዓትን ኣብ ቱሪዝም ዝዓለመ ኤኮኖሚን እዩ። ኣብዚ ጥራሕ እንድሕር እተኲሮም እቲ ካልእ ሰብ ኩሉ ተረሲዑ ይኸይድ ኣሎ፣ እንዳደኸየ ኩነታቱ እንዳኽፍእ ይኸይድ ኣሎ። ንኣብነት ኣብ ኤርትራ በዚ ዲጋ ተገይሩ፣ በዚ ዲጋ ተገይሩ፣ በዚ ቱቦ ኣትዩ፣ በቲ ማይ በጺሑ ገለመለ ከምኡታት ኢኻ ትሰምዕ። ግን ድሕሪ ኣርብዓ ዓመት ድሕሪ ነጻነት ከምዚ ዓይነት ክስታት ኣሎ። ዔራ ትሕት ተዲባ እንተ ክሬ ዳት ሓተ ቄጭብ ጅርካን ተ ትበ ክዶል ቤ። መልሲ ናይ ኢሳያስ ከኣ ብሓንቲ እያ ዘይትቕይር። ጁሓ ዝበሃል ሰብኣይ ነይሩ፣ እዝንኻ ቤሎ ምስ በሎስ እነሀለ ክንዲ ዝብልሲ እነሀለ ኢሉ ተመጣጢሩ። ዶላር ኣለካ ዩሮ ኣለካ ካበይ ኣምጺኻዮ። እዚ ኩሉ ዘረባስ እንታይ እዩ መን ኣምጽኦ ካበይ ገንዘብ ኣለካ ዶ ካበይ ኣምጺእካዮ እቲ ገንዘብ እንታይ እዩ ዝኩሉ መርመራ ከተዋፍር ኮለካ ፕሮሰስ ኣሎ ስለምንታይ እሱ ዘይኣክል ስለምንታይ እዩ ኢሳያስ ኣብ ተለቪዥን ወጺኡስ ነቲ ሰብ ቅስሙ ዝሰብር ተስፋ ዘቁርጾ ዘፈራርሆ ዘረባታት ዝዛረብ ካበይ ኣምጺእካዮ ክንደይ ኣለካ ከምዚ ዓይነት ዘረባ ኢንቨስትመንት የተባብዕ ዶ ትብሉ? ኣብ ኤረትራ ዘሎ ሃገራዊ ልምዓት ተባሂሉ ዝጽዋዕ ሰብ ዝሰርሐሉ ንዓመታት ናቱ ነገር እስከ ንርኤ። ድላየይ ክገብር እየ ዝሰራሕክዎስ ረሃጸይ ክበልዕ እየ ረሃጸይ ክቆጻጸር እየ ዝብል ሰብ እንድሕር ከምኡ ክገብር ዘይከኣለ ንዓ ብጥርሑ ኢኻ ትሰርሕ። ንክንደይ ንዓመት ንካ ዓመት ምስ ገበርካ ውግእ ትመጽእ ሰለስተ ዓመት ትወስደልካ ፍርቂ ኤርትራ እዞም ሕጂ ዘለዉ መንእሰያት ንፈልጦም ኢና ገሊኦም ፍርቂ ዕድሚኦም ዘጥፍኡ ገሊኦም ከኣ ካብ ፍርቂ ዕድሚኦም ንላዕሊ ከመይ ጌሮም ነብሩ ኣብ ልዕሊ እቲ ነጻነት ዘይምህላዉ ከኣ ዋላ ገለ ትረክበሉ እንተትከውንሲ ሓደ ቁምነገር ኔሩ ንኩዑት ኣለና ኔፍስም ከምዚ ኮይና ዶ ገለመለ ኔሩ ወርቂ የለን ዶ እንታይ ዶ እንታይ ዶ ከምዚታት ጥራሕ እንተኮይኑ እሞ እንታይ ደኣ ኢኩም ትገብሩ ዘለኩም እቲ ቅድም ቁሩብ ድሓን እንከሎ ከምዚ ኢሉ ነይሩ። ኣነ ንመንእሰያት ኣርኢኹምኒ፣ ንሃገረይ ከወፍን ሃገረይ ከበርክት ቅሩብ እየ፣ ብዘይ ደሞዝ ክሰርሕ ግን ቅሩብ ኣይኮንኩን። እቶም ብዘይ ደሞዝ ኣይንሰርሕን ዝበሉ ሰባት ደኣ ስለምንታይ እዮም ዝኽሰሱን ዝእሰሩን ዝዋረዱን ዘለዉ? ሕጂ እሞ ኢሳያስ ብዘይ ደሞዝ እዩ ዝሰርሕ ዘሎ ማለት ድዩ? ብዘይ ደሞዝ ኣይሰርሕን እየ ዝብላ ዝነበረ ተቐይራ ዶ ወላ ከምኣ እያ ዘላ? ኢንቨስተርሲ ገንዘብ ካበይ ኣምጺእካዮ? ክንደይ ዶላር ኣለካ? ካብ ሱዳን ድኻ ሽርፍካዮ ካብ ሽዓርፊ ካብ ከንያ ድኻ ሽርፍካዮ ከምኡ ኢልካ ኣይሕተትን እዩ እዚ ጥዑይ ስርዓት እንድሕር ኣለካ እቲ ጥዑይ ስርዓት እዩ ዝከላኸሎ እንተዘይ ኮነ ኣብ ኢንተርቪው ወጺእካ ከምዚ ኢልካ ሰብ ክትህድድ እንድዒ ኣየዋጣ ብብሉ ኣምሓራ ኣየዋጽእን እዩ ግን ኮይናቶ ዲፕሎማሲ ናይ ኢሳያስ ከምዛ ትፈልጥዋ እያ ማሕበረሰብ ኣሎ እምነታት ኣለዎ ስቕታ እውን ኣለዎ። መራሕቲ ሃይማኖት ክበሃሉ ከለዉስ ልቦና ዘለዎም ሰብ፣ ጥዑያት፣ ኩሉ ዝምስክረሎም ክኾኑ ኣለዎም። ህዝቢ ኣብዞም መራሕቲ ሃይማኖት ዝበሃሉ ብዙሕ ተስፋ እዩ ዘንብር። በቲ ዝገብርዎ ኣስተምህሮን በቲ ዝገብርዎ ዓገብ ዝብልዎን ጌጋ ኢሎም ዝእርምዎን እቲ ስነ ምግባር ብኸምኡ እዩ ጥዕይ፣ ክብርታት ከምኡ እዩ ዝሕሎ። ከምኡ ድማ ወላ ሃይማኖት ብዘየገድስ እቲ ሰብ ብባህርያቱ ጥዑይ ክኸውን ከሎ፣ ጥዑይ ዝመሃር፣ ጥዑይ ኣብነታት ዝርኢ ክኸውን እንከሎ፣ እዚ እዩ ንሕብረተሰብ ዝሕልዎ። ንሳቶም እዮም ምልሕቕ ናይ ድሕነት ሕብረተሰብ ክኾኑ ዘለዎም፣ ንሳቶም እዮም ክብርታት ክሕሎ ክደፋፍኡ ዘለዎም፣ ክጽዕሩ ዘለዎም። ከምዚ ሕጂ ንርእዮ ዘለና ግን እንታይ ከምዚ ሕጂ ካብ ቀደሞም መራሕቲ ሃይማኖት ኩሉ ግዜ ምስቲ ዘሎ ስርዓት እዮም ደው ዝብሉ። ተጋጊኻ ኣይብልዎን እዮም ኣይደፍሩን እዮም ጥቕምና ሓልወልና ጥቕምኻ ንሕልወልካ። ህዝቢ ከኣ ናይ ዓለም ነገር ኣሎ እቲ መንግስቲ ይቆጻጸሮ። ናይ መንፈስ ነገር ኣሎ መራሕቲ ሃይማኖት ይቆጻጸርዎ እዘን ክልተ ተማቂሎም ነቲ ህዝቢ ገለ ነገር ኣይገደፍሉን ኣብ ክልቲኤን ተሃጊሩ እዩ። እዚ ከምዚ ጉድለታት ከኣ ብተኸታታሊ እንተዘይተበዲሁ ይስዕርር ይበላሾ ይጨኑ ሒዙካ ካጠፍእ። እቲ ሓደ መዋጽእ ዘለና ትምህርቲ እዩ ንቕሓት እዩ። ንሱ ከኣ በዚ ንርእዮ ዘለና ኩነታት ብዙሕ ዝርከብ ኣይኮነን። ውድድር ኣብ መንጎ ኢሳያስን ኣብ መንጎ ኣብን ዝተጀመረ ዕርቂ ወላ እኳ ካብቲ ዕርቂ ካልእ ሰብ ክጥቀም ተከኣለ ካልእ ምርጫ ስለ ዘይብሉ ኣብ ምጥርጣርን ነንሕድሕድካ ዘይምትእምማንን ዝተመስረተ እዩ ነይሩ። ከምኡ ከይከውን እቲ ዝነበረ ሕርኽራኽ ክጸሪ ነይርዎ። ንዕኡ ከይጸረየ ሱቕ ኢልካ ሃንደፍ ኢልካ ምእታዉ ግን ኣብዚ በጺሕናዮ ዘለና ኣብጽሑና ክሳብ ሕጂ ሰራዊት በዚ ኣምጺኦም ኣለዉ ክንድዚ ሓይሊ በዚ ሰሪዖም ኣለዉ ታንክታት ኣምጺኦም ዶ ገለ ኣምጺኦም ዶ ታህዲድ ንታህዲድ ኮይኑ እዚ ከኣኒ ከመይ ኢሎም እዮም ካብ 218 ኣብዚ ክበጽሑ ዝኸኣሉ ከዓ ማንም ሰብ ክርድኦ ኣይክእልን እዩ እንታይ ደኣ ቅኑዕ ከም ዘይነበረ ልቦም ፅሩይ ከም ዘይነበረ ካብ ብቕድሙ እዩ ዘረዳእካ ምሁራትን ፈላጣትን ሓሰብትን ይሃልውና ደኣ እምበር ድምፆም ብጣዕሚ ኻፍት የለን ኣይስምዕን እዩ መብዛሕቱ ተዳሂሉ እዩ ዓቢ ሸነኹ ከኣ ክመሳሰል እደሊ ምስቲ ዘሎ ስርዓታት እሱ እዩ ዘጥፋኣና ዘሎ እቶም ኣፎም ከፊቶም ሃህ ኢሎም ዝዛረቡ ውሕዳት ስለ ዝኾኑ ክሳብ ሕጂ ከድምዑ ኣይከኣሉን። ዶክተር ጄኪል ኣንድ ሚስተር ሃይድ ትብል መጽሓፍ ኣላ ብ ሽሕን ሸሞንተ ሚእትን ሰማንያን ሽዱሽተን ዝተጻሕፈት እያ ጥልያን ገና ኤረትራ ክኣትው ከለዉ። ዶክተር ጄክል ውሩይ ፍቱው ሰብ ዝነበረ እዩ ሚስተር ሃይድ ከኣ ሰይጣን እዩ ሕጂ ነዞም ክልተ ባህርያት እዩ ዘወዳድር እቲ መጽሓፍ። ንኢሳያስን ንኣብይን ብከምኡ ገይረ ክርእዮም ደልየስ ተደናጊረ ማእከል ምኽንያቱ መን እዩ ዶክተር ጀክል መን እዩ ሚስተር ሃይድ ዝኸውን ዘሎ ጠፊኡኒ እዚ ብ ዝረኽቦ ነቲ ኣብ ትረኽቦ ደሓር ጽንሕ ኢለ ክሓስብ ከሎኻ ከኣ እዚ ብ ዝመጽእ እዚ ብ ዝመጽእ ክልቲኦምሲ ክልተ ፐርሶናሊቲ ናይዞም ሰባት ሒዞም ተዋቃዓይ ሒዞም እዮም ዝኸዱ ነፍሲ ወከፎም ዶክተር ጀክልን ሚስተር ሃይድን ናታቶም ባህርያት እዩ ዘለዎም ክልቲኡ ተሓዋዊሱ ናይ ኖቤል ናይ ሰላም ብልጫ ኣብዩ ተዋሂብዋ እንድዩ እታ ናይ ውግእ ከኣ ኣይ ቲንክ ክሳብ ሕጂ ዝፅበያ ኣሎ እንድሕርላ ሕጂ ከዓ ሳልሰይቲ መወሰኩ ከኣ ኣብ ሳርዲቲ ፕራይዝ ይበሃል ወይ ኣብ ሳርዲቲስ ከምዚ ዕብዳን ሱቅ ኢልካ ዘይከውን ነገር ሲሊ ዝኾነ ነገራት ክትገብር ከለካ ኣብ ሳርድ ይበሃል ናይ ከምኡ ብልጫ እውን ተድልላ ወላ እታ ኮባ ክልተ መቂልና ንክልቲኦም ሃብናዮም

ውግእ ትጸንሕ፣ ኣብ ሰላም ትኸይድ፣ ኣብ ዕርቂ ትኸይድ፣ ትባኣስ፣ ትጻላእ፣ ትፈላለይ፣ ትቀታተል፣ ብጸወታ እምባሕ ተጀሚሩ ብጸወታ ሲሰው ይውዳእ ኣሎ። ሳዕቤኑ ከኣ ኣብቲ ተራ ዜጋ እምበር ኣብቲ ዘልዕሎ ዘሎ ወይ ኣብቲ ስርዓታት ኣይመጽእን እዩ፣ ወይ እቶም ኣብ ከባቢኦም ዘለዉ ሕልዋት ምሩጻት ሰባት ኣብኣቶም ኣይበጽሕን እዩ። ተጻዋርነት ዘይርኢ ስርዓት፣ ፍትሒ ዘይርኢ ስርዓት ዝቆጻጸሮ ዘይብሉ ድላዩ ዝገብር ብዘይ ሕጊ ብዘይ ፍርዲ ሓደ ነገር ክትገብር ደሊኻ ኣይትገብራን ኢኻ ኣይትከኣልን ኢያ ክብሉኻ ከለዉ ሽዑስ ከም ዘይትፍቀድ ትፈልጥ ብሕጊ ግን ኣይተወሰነትን ናይ ኣብሳርድቲ ብልጫ ዝብሎ ዘለኹ ከምኡ ኢዩ ምኽንያቱ እዚ ኩሉ ሰብ ዝእሰር ዘሎስ እንታይ ኢልካ ኢኻ ክትርጉመሉ ሃይማኖትካ ጌጋ ኢዩ እቲ ትኣምኖ ዘለኻ ኣምላኽ ጌጋ እዩ ወይ እቲ ተምልኾ ዘለኻ ጌጋ ድዩ ከምዚ ጆቫ ወላ እዞም ጴንጠቆስተ ዝኾንዎ ዝነበሩ ወይ ከምዚ ከተምህር ኣይትኽእልን ኢኻ ከምዞም ናይ ከረን ዝኾንዎ ዝነበሩ ወይ ከምዚ ክትብል የብልካን ከምዚ ናይ ኣባ ኣንቶንዮስ ዝኾነ ዝነበረ እዚታት ሕጊ ኣይኮነን ብናቶም ዊንታ ዝውሰን ውሳኔታት እዩ ሃገር ከኣ ብዊንታ ክትካየድ ኣይትኽእልን እያ። ወላ እቶም ወፃኢ ካብ መንግስቲ ዘለዉ ብዙሕ ሕልምታት እንዲ ዘሎ እዚኣ ከምዚ ክንገብራ ኢና እዚኣ ከምዚ ክንቅይራ ኢና በዚ ከምዚ ክንልወጥ ኢና ከምኡታት ዝብል ብዙሕ ጻዕርታት እንድዩ ዝካየድ ዘሎ ላ ይቀይሩ ላሂ ብቀውሚን ሓታ ይቀይሮማ ብኣንፍሲሂም ዝብል ዘረባ ኣሎ ሓደ ህዝቢ እቲ ሕማቅ ዘሎ ባህርያት ባዕሉ ክቃለሶ ክሳብ ዘይጀመረ ኣምላክ ውን ኣይገብረሉን እዩ እዩ ዝብሃል ስለዝስ ቅንዕና ካብ ነፍስካ እዩ ዝጅምር እቲ መንግስትታት ከኣ ቅኑዕ ሃገር ክገብር ተደልዩ እቲ ቅኑዕና ካብቲ ስርሖም እቲ ጽፈት ካብ ስርሖም ካብኡ እዩ ክጅምር ዘለዎ እዚ ከኣ ሟሕሟሕ ተባሂልካ ወይ ወረቐት ጭራም ፈሪምካ ዝኸውን ኣይኮነን መሰረታዊ ጽገና ደልቲ ኣሰራርሓ ዝገብርዎ ዘለዉ ከምኡ ክግበር እተተኻኢሉ ክንደይ ምጠዓመና ነይሩ ሃገርና ሰላም ምኾነት ነይራ ሰላም ስለ ዝግብኣ እቲ መንግስቲ ግን ወይ ባህርያቱ እንተዘይቀየረ እንድዒ ከም ተኣምር ወይ ድማ እንተዘይተቐየረ ንሱ እምባሕ ክንብል ክንነብር ኢና ተማሒርኩም ኣለኹም